ሰላም ኣሕዋት ከመይ ሓዲርኩም ደሓን ዳሓዲርኩም ግርም ወዳሚ ኣኳ ከማ ንእሽተይ ተፈታዊ ፕሮግራም ሰሪሕላ ነይሩ ኣነ ግን ከዓነ ክዛረበላ እውን ደልየ ዘለኹ እዘን ኣሕዋትና ኣብ ስዑድያ ዘለዋ

ሕጊ ስዑዲ ዓረብ ከመይ ከም ዝሰርሕ ትርጉም ሃይማኖት ደየርድአን ትርጉም እምነት ደየርድአን ብጣዕሚ ኣዝየን መንቋሕቋሕታ ደይብለን ሃይማኖት በቃ ብጫፉ ተረድኤንኦ በቃ ብኩሉ ድጎደለን እወኒ ኣብ ስደት ከም ዘለዋ ደይፈልጣ ነብሰን ኣብ ሓደጋ ደእትዋ መጀመርያ ኣነ ናተይ ፐርሰናል ክነግረኩም እምነተይ እንታይ እዩ ኣነ ምስ ዝኾነ ይኹን እምነት ዘለዎ ሰብ ተሳኒ ክነብር ዝኽእል ሰብ እየ ምክንያቱ እምነት ፕራይቬት እዩ ብኸምኡ ኢና ከዓ ኣብዚ ምዕራብ ዓለም ንነብር እግዚኣብሔር መስገን ኤቭሪቲን ኢየሱስ መብዛሕትኡ ግዜ ፅቡቕ እዩ ዝኸይድ እዚ ንዓይ ክዛረብ ደገደደኒ በርካ ኣነሲ ስዑዲ ዓረብ ፅቡቕ ገይረ እየ ዝፈልጦ ሓደ እዚ መጀመርያ ኣመንቲ ምስልምና ኣሕዋትና ኣብ ዓዶም ኣብ መሬቶም መፂኻ ቤተ መቕድሶም ከነፍርስ ኢኻ ክትብል ከለኻ መን ኢኻ ንስኻ እዚ ኮለ ብሕጊ ናይ ዝገሄርን ብሕጊ ናይ መሬትን እንኳ ይደይቆብል እንታይ ዓይነት ስነ ምግባር እዩ እዚ ኣብ ዓዶም መፂኻ ሲ መስጊዶም ኮተፍርስ እንተ ዓይብካ እቲ ዓዲ ዘይትገርፎ ዘይትኸይድ ድሓር ኣበየናይ ቃል ኣምላኽ እዩ ዘሎ ናይ ካልእ ቤተ መቕደስ ኬትካ ኣፍርስ ዝብል መስጊድ ኬትካ ኣፍርስ ዝብል ኣይ እንታይ ዓይ እንታይ ዓይነት ሃይማኖት እዩ እዚ ክሪቲክ ክህልወካ ክእል ዶ ኪፕ ኢት ፎር ዮርሰልፍ ዲዓገብካሉ ነገር ክህሉ ይኽእል ዶ ኪፕ ኢት ፎር ዩር ሰልፍ ቶታሊ መስቲ ኣብቲ ሃገር ዘሎ ኣተኣማምናን ገለመን ኣይዓጀበካን ሰላሕ ኢልካ ትወፅእ ነብስኻ ኣብ ሓደጋ ኢኻ ተወቱ ዘለኻ እሞ ከዓኒ እታ ቅድስቲ መሬቶም መካ መዲና መፂና ከነፍርሳ ኢና ክንኩዕታ ኢና ክትብል ኣነ ነገረካ ሞልጎም ናይ ሰብ ክትበትካ ሞልጎም ናይ ሰብ ክትበትካ ኣይትኽእላን ጉደፍ ዶ መስጊድ ግን ነብስኽን ግን ኣብ ሓደጋ ተእትዋ ኣለኽን እወኒ ኣብቲ ናቶም ኣይደንቲቲ ኣብቲ ናቶም እምነት መፂኽን ከምዚ ገርክን ክትዳፈራ ከለኽን ህይወትክን ኣብ ሓደጋ ተእትው ጉደፈሎ እንኳ ንስኽን ወጃባት ካልእ ከማን ማንም ከፍርሶ ዘይክእል እዩ ግደፋ ነብስኽን ኣብ ሓደጋ ኣይተእትዋ ደቂ ዲቆይና ዲቆ መከላኸሊ ነብሲ ዘይብሉ እንታይ ክገብረልኪ ኣረ በጃኻ እዚ ዲያቆን ዝበሃል እስራኤል ዝቕመጥ ግደፍ በልዎ ከነፍርሶ ኢና ክብላ ከለዋስ በቃ ጥሩምባ ሒዙ ጲጲፕ እንዳበለ ወቅዕ ግደፍ ግደፍ ንሰብ ኣብ ሓደጋ ተወቱ ኣለኻ ንባዕልኻ መጀመርያ ነገር ኣነ እንድዒ ኣማኒ ክብለካ ከማን ኣነ ናይ ብሓቂ እየ ዝጠራጠር እንድሕዳ ናይ ብሓቂ ክርስትያን ኮንካ ነቲ ኣብ ጎንኻ ዘሎ ክብ ነብስኻ ኣፍቅሮ እዩ ዝብል ኣይደነው ከምኡ ኢና ተማሂርና ዓብይና ወይ ከዓ ኣኽብሮ በቃ ቲክቶክ ከከፊትካ ሓንጎል ሰብ ተረስሕ ዘለኻ ዓቕመን ርኢኻ እስከ ንካል ዳ ደይትፈትን በርኪ ካልእ ኣይሰምዓካን እዩ ግን ነዘን ኣሕዋትና ግን ኣብ ሓደጋ ተእትወን ኣለኻ ሪሊ እዘን ኣሕዋትና ኣብ ደቂ ኣርሴማ ኢና ደቂ ዲቆ ኢና ኢልክን ብዙሕን ውሑዱን ትዛረባ ዘለኽን ልቕም ልቕም ኣቢሎም ኣብ ኣደባባይ ካልኣይ ግዜ መዓኮርኩም ኮፍ ከም ነትብለዋ ገይሮም ምልጥልጥ ከብሉ ክኽእሉ እዮም ዋላ ተኽሳትክን ከማን ሰለል ከብሉዋ ክእሉ እዮም ኣይም ቴሊን እዩ ሪል እያ። ኣብዚ ንነብሮ ምዕራብ ዓለም ዝኾነ ሃይማኖት ክሪቲክ ክትገብር ትኽእል ኢኻ። በርከቲ ሕገ መንግስቲ የፍቅድ እዩ። ናይ ጀርመን ቦሎ ናይ ሆላንድ ቦሎ ናይ ገሎ ቦሎ ግን ኣብቲ ሰንትሩም ኣብቲ ሰንተር ናይ እስላም ዓዲ ኮንካ ክሳብ ክንደይ ዶናቑር ይኽን ህይወትክን ክትልውጣን ኢኽን መፂኽን ንስኽን እኮ ኢኽን መፂኽኖም እሶም እኮ ይመፅኹንን ግደፋ ነብስኽን ኣብ ሓደጋ ኣይተእትዋ ሪሊ ልዕሊ ኩሉ ንከባበር ንከባበር መብዛሕትክን ተጋሩ ይኽን ክነግረክን ተን ዛረባ ዝርእየን ነርኩን ተጋሩ እየን ሪሊ ትግራይ ኣስላማን ክርስትያን ደብ ሓንሳብ ዘይኮነን ዝነበር እንታይ ሕጂ ሕሉፋት ክርስትያን ባይ ዘ ወይ እዚ ክርስትና ኣይኮነን እዋኒ እቲ ናትና መምህር ናይ ክርስትና ሲ ክርስቶስ መድህኒ ዓለም እንድዮ ግደፎዶ ካልእ እምነት ንኩሉ ተፃዊሩ ዝኸይድ ነበረ እንድዩ ድሓር ሓደ ነገር እኮኒ ማለተይሲ ንሓደ ሰብ ኣብ ናትካ እምነት ከተምፅኦ ናቱ እምነት እንዳጸረፍካ ኣይኮነን እንድሕር ዳ ኣካይዳኻ ኮይኑ በዓል ሰብ ኪሮስ ዝሓድሮ ባዕ እዚ ሰብሲ ናይ ብሓቂ እሩም ሰብ እንታይ ደኣ ኮይኑ ሃይማኖት ኢሉ ወንጌል ምንጋር ከማን ኣየድልየካን እዩ ከማን ቱ ቢ ኦነስት ግን እዚ ትገብሮ ዘለኽን ነብስኽን ኣብ ሓደጋ ኢኽን ተእትዋ ዘለኻ ሪል ነብስኽን ኢኽን ኣብ ሓደጋ ተእትዋ ዘለኻ ናይ ቁም ነገር እዩ ኣነ እሲ ኣብ ስሕን ሸዓተ ትቴል ስቶሪ ኦኬ ካልእ ሞቲቬሽን ነይርዎም ክኾን ይኽእል እዩ ግን ኣብ ሽሕን ሸዓተ ሚትን ሰብዓን ሸዓተን ግሩፖ መንእሰያት ሲ ንመካ መዲና ከነፍርሳይና ኢሎም መፂኦም ተሪስ ሓደ ካብኦም ኣልኸጣቢ ዝበሃል እዩ እዚ ትሩ ስቶሪ እዩ ምናልባሽ ገሊኹም ኣይተወለጥኩም ነርኩም ትኾኑ ካብ ዕስራ ኖቨምበር ክሳብ ኣርባዕተ ዲሰምበር ሽሕን ትሽዓተ ሚእትን ሰብዓን ትሽዓተን እዛ መካ መዲና እዚኣ ከነፍርሳ ኢልክን ትብላ ዘለኽን ኣብ ስዑድያ ኮንክን ፈቲኖም እኳ እዮም ቅድሚኽን ዕጨናቶም ግን እንታይ ከም ዝኾነ ኣብ ታሪክ ኣቲኽን ረአዮ ኢኽን ኣነ ብእምነተይ ኣነ ኣማነ ምስልምና ኣይኮንኩን ግን ኣይ ላቭ ኢስላም ኣነ ዝኾነ ይኹን ምስ ዝኾነ ይኹን ሃይማኖት ክነብር ዝኽእል ሰብ እየ ክሪቲክ ክህልዎ ንኽእል ዶ ኣይ ኪፕ ኢት ፎር ማይ ሰልፍ ኣነ ኣብ ልበየ ዝገብሮ ግን ከምዚ ጌርኩም እመኑ ንዓና ምሰሉ መስጊድኩም ክፈርስ እዩ ቤተ መቅደስኩም ክፈርስ እዩ መሻኺኩም ከምዚ ክኸውን እዚ ጌጋ እዩ እዚ ጌጋ እዩ ቅድሚ ሕጂ እውን ቪድዮ ሰሪሕሉ ነረ ንወዲ ሓጂ ብዙሕ ነገር እዛረብ ነሩ ንወዲ ሓጂ ግደፍ ናይ ሃይማኖት ኣይንፅረፍ ፅቡቅ ኣይኮነን ናይ ሰብ ስምዒት ኢኻ ትንክብ ገለገለ ሰባት ሃይማኖቶም ናይቶም ናቶም ኣይደንቲቲ እዩ መንነቶም እዩ እምነቶም ጥራሕ ኣይኮነን ሕጂ ነቲ ናቱ እምነት ልክዕ ከም ናቱ መንነቱ ገይሩ ዝወስዶ ሰብ ሃይማኖቱ ተፀሪፍካዮ ዋላ ሂወትካ እውን ክሕልፈካ ክእል እዩ ስለዚ ንከባበር ምክብባር ዝበሃል ነገር ዲቆ ምክብባር መሃረን ትምህርቲ ኮንካ ግን ንስኻ ግን ኣይም ሶሪ ትሰይለ ከማኻ ድስድድ ሰብ ስዲ ሰብ ከማኻ ርኤ ይፈልጥን እየ እቲ ድሕዝነኒ ከክነግረኩም መብዛሕኹም ሜድያታት ብዙሕ ነገር እንዲኹም ወረጦ ትገብሩ ሓንቲ መዓልቲ ግን ክትነቕፍዎ ሰሚዐ ይፈልጥን እየ ሜድያታት ከማን ናይ ብሓቂኹም ትጋገዩ ዘለኹም ጋሻ ገርኩም ዝተምፅዎ እንዲኹም ኣነ ኣብ ናይ ተፈታዊ ጋሻ ኮይኑ መፅእ ርእዮ ኣለኹ ኣብ ናይ ነሽነሽ ጋሻ ኮይኑ መፅእ ርእዮ ኣለኹ ተፈታዊ ተዛሪቡሉ ተወታፊ ብቀዳማይ ሓመድ ገይርዎ ንጎ ምድሪ እወ ግን ኩልኹም ሜድያታት ቶም መሓዙትኩም ገለ ኣብ ከምዚ ሓደ ነገር ክነግረኩም እዚ መሓዛ እዩ እዚ ወዲ ዓደ እዩ እዚ ወዲ ወረዳ እዩ እዚ ወዲ ውራጃ እዩ እዚኦም ከምዚ ከየብሉና ከምዚ ከየብሉና ዝበሃል ነገር ክተረፍ ኣለዎ እዚ ነገር እዚ ሰባት ኣብ ሓደጋ ደኦቱ እንተደኣ ኮይኑ ብዘየገድስ ዋላ ሓውኻ ወድነኻ ኩን ከማን ስቶፕ ትገብሮ ዘለኻ ጌጋ እዩ ክትብል ትብዓት ክህልወካ ኣለዎ ሬሊ ኣነ ናይ ብሓቂ እየ ዲስኣፖይንትድ ኮይነ ቅድመይ ከማን እቶም ንዑ ትፈልጥዎ ደቂ ዓዲ ኹም ክትዛረብሉ ዝግብኣኩም ነይሩ ኣነ ኣብ ቲክቶክ ገለ ቆረ ኣነ ኣይ ዶንት ፎሎ ሂም ባይ ዘ ወይ ግን ብገለ ገለ ይመጻኒዩ ኣነኡ መንፈሳዊ ኣጎልጉሎት ኣይርኢንየ እንትርፎ ስድነትን ምድፍፋርን ሕማቅ ኣስተምህሮን ስለምንታይ ኢኹም ሰባት ኣድኒኩም ዑ ሃነን ኢልኩም ሰምዖ ኣይርዳኣንን እዩ ወይ መምሃራን ኣይትፈልጡን ዲኹም ኮይንኩም እዘን ኣሕዋትና እሞን እዘን ኣብ ስዑድያ ዘለዋ ኢስ ደ ማተር ኦፍ ታይም ከይዶም ልቕም ልቕም ልቕም ከብሎን ኣነ ፍርደን የቕልለለን እየ ድብል ዘለኹ እዚአን መካ መዲና ከነፍርስ ኢና ድብላ ዘለዋ ፍርደን የቕልለለን ኣይም ቴሊን እዩ ከይዶም ልቕም ልቕም ልቕም ከብልዎን እዮም ኣይም ቴሊን እዩ ካብዛ ክልተ ሰለስተ መዓልቲ ከምን ኣይክትሓልፍን እያ ዋላ እቲ ውሕስነት ኣለኒ ኢሉ ኣብ እስራኤል ኮይኑ ቦሮምሮም ዝብል ዘሎ እዚ መምህር ናይ ክፍኣት ጋራ እንታይ ይመስለካ ስዑድያን እስራኤልን ደወርኩ ትገደር ንስዑድያ ንኣመንቲ ምስልምና ሃይማኖቶም እንድሕር ተንኪፍካሎም ዜሮ ቶሮላንስ እዩ ዘለዎም ኣቱም ሰባት ስለምንታይ ትልኩምኒ ኣነ ኣብ መንጎኦም ስለ ዝነብር እዎኒ ኣብ መንጎኦም ስለ ዝነብር እፈልጠ ተፃዋርነት ዜሮ እዩ ዘለዎም ተኸባቢርካ ምካድ ንመሃረቶም ኣሕዋት ያ ተኸባቢርካ ምሕያል ተኸባቢርና ምሕያት ክንለምዶ ኣለና ሕጂ ምስ ሓደ ሓወይ ይዛረብ ነረ ብዛዕባ እዚ ጉዳይ እዚ ግን ኣሎ እኮ እስልምና ዝፀርፉና ንዖም ስና መን ፈትዎም ግን ጉደፉ ይብልዎምን እዮም ዳሓነ ኣይበልዎም ኣነብሎም ስለዚ እቲ ኣብ ጥቓና ዘሎ ናቱ ተሮራንስ ናቱ ተጻዋርነት ናይ ነቄፌታ ድዩ ናይ ክሪቲክ ድዩ ናይ ተውፅኦ ዘረባ ክትፈልጥ ኣለካ እሞ ከዓኒስ ኣብ ዓዶም ኮንካ ዓዶም ሱዑድያ ሰንተር ናይ እስልምና ምዃና ኣይትፈልጣን ዲኽን? ኣነሲ ግርም እኳ እዩ ዝብለኒ እዚ ኩሉ ምድረ በዳ ናይ ኢትዮጵያን ናይ ጅቡትን ባሕርን ቆራሪፅክን ስዑዲ ኣቲኽን ኢሌጋል ኣቲኽንሲ ኣብኡ መፂኽንሲ መስጊድ ከነፍርስ ኢና ከምዚ ክንገብር ኢና ትብላ ከለኽን ነብስኽን ኣብ ሓደጋ ተእትዋ ኣለኽን ክብለክን ኢለ ዲቆ ከዓኒ ብእውነት ምስትውዓል ሃብካ ስቶፒድ ፅቡቅ ነገር መሃር ኢኻ የቀንየለይ ሰላም መዓልቲ